ከመይ ጸኒሕኩም? ዕለታዊ ዜና ስፖርት ሒዝናልኩም ቀሪብና ኣለና፣ ምክትታልኩም ብኸብሪ ንዕድም። ኣብ ማራቶን ኒውዮርክ ዝተዓወተ ኣትለት ግርማይ ገብረስላሰ ትማሊ ናብ ሃገሩ ተመሊሱ። ንምሉእ ትሕዝትኡ ክብሮም ተስፋሚካኤል ተኸታቲልዎ ኣሎ። ፕረዚደንት ኢሲያስ ኣፍወርቂ ዝሓለፈ ሰንበት ኣብ ኒውዮርክ ሕቡራት መንግስታት ኣሜሪካ ኣብ ዝተኻየደ ናይ ማራቶን ውድድር ዓወት ዘመዝገበ ኦሎምፒካዊ ኣትሌት ግርማይ ገብረስላሰ ተቐቢሉ ኣተባቢዑ። ኣብቲ ኮሚሽነር ባህልን ስፖርትን ኤርትራ ኣምባሳደር ዘመደ ተኽለን ፕረዚደንት ሃገራዊ ፈደረሽን ኣትለቲክስ ኤርትራ ኣቶ ልኡል ፍስሃየን ዝተረኽብሉ ኣጋጣሚ ኣትሌት ግርማይ ብዛዕባቲ ተወዳዲሩ ዝተዓወተሉ ውድድር ንፕረዚደንት ኢሲያስ ሰፊሕ መብርሂ ክህብ እንከሎ ፕረዚደንት ኢሲያስ ብወገኑ ኤርትራውያን ስፖርታውያን ኣብ ኩሉ መዳያት ስፖርት ዕቑር ዓቕሚ ከምዘለዎም ብምግላጽ ኣብ መዳይ ምትኽኻእ ብምትኳር ኩሎም ኣካላት ስፖርት ብዕትበት ክሰርሑ ኣዘኻኺሩ። ኣብቲ ኣጋጣሚ ዝተረኽበ ኮሚሽነር ባህልን ስፖርትን ኤርትራ ኣምባሳደር ዘመደ ተኽለ ብወገኑ ነቲ ናይ ምትብባዕ ፍጻመ ብከምዚ ዝስዕብ ገሊጽዎ። ኩሉ እቲ ግዱስ ሃገራዊ ኤርትራዊ ዝሓቶ እንታይ እዩ፣ ሕጂ ሕራይ ደሓን ኣብዚ ጽቡቕ ደረጃ ኣሎ፣ ሰዓብቲ ኣለዉዶ፣ ነዚ ክቕጽልዎ ዝኽእሉ ብዝበልጸ ደረጃ ኣለዉናዶ ዝዓበየ ሕቶ እዩ። ስለዚ እንታይ እዩ እቲ ንሪኦ ዘለና ግን ስሞም ዘይፍለጡ ውልዶታት መንእሰያት ይቀላቀሉ ኣለዉ። እዚ ናይ ቡርኪና ፋሶ ዝነበረ ሪኢኹሞ ዘመንፈስ ክበሃል ከሎ መን ይፈልጦ ንእሽቶይ እዩ ኣብዚ ናይ ኦሎምፒክስ ተሪኢናዮ ኣሮን ክበሃል ከሎ ንሰምዕ መን ይፈልጦ ንእሽቶይ እዩ እዚኣቶም ከም ኣብነት እዚኦም ዘምፅኡ ዘለኹ ምበር ከምዚኣቶም ብዙሓት እዮም ዘለዉ ስለዚ ነቲ ክቕፅል ይኽእል ድዩ እዚ ዘሎ ኣለዎ ዶ ተኸተልቲ ንምባል እዚ መልሲ ኣሎ። ኣብዚ ዓመት ኣብ ዘካየዶ ሰለስተ ናይ ማራቶን ውድድራት ኣብ ሓንቲ ቀዳማይ ኣብ ክልተ ድማ ራብዓይ ደረጃ ብምሓዝ ዓብዪ ዓወታት ከመዝግብ ዝኸኣለ ግርማይ ድማ፣ እወ እዚ እንታይ እዩ ቀሊል ኣይኮነን ልክዕ ኣብ ናይ ሃገራዊት ጋንታ ክንከይድ ከለና ንገብሮን ብውልቅኻ ከይድካ ትገብሮን ነገራት ይፈላለ እዩ ዋላ ኩሉ እቲ ሓደ ዓይነት ዊዒል ሃዲር እቲ መጸውዒ ንሃገር እውን ንውልቅኻን ዋላ እንተኣሽም ይኹን ቁሩብ ምስ ናይ ሃገራዊት ጋንታ ትገብሮ ነገራት ቁሩብ ፍልዩነት ኣለዎ። ብውልቀይ ልክዕ ተዓዲመ ከይደ ጸኒሐ እሞ ንሃገር እውን ማዕረ ክንደኡ ጸላዊ ኢሉ እንተኣሽሙ ሓሲቡ ኣብዚ ብኽብሪ ዓዲሙ እንተኣሽሙ ከምዚ ገይሩ ሰላም ክበሃል ከሎ ምስኡ ንዓይ ፍሉይ ነገር እዩ።
እዚ ዓወት እዚ ንመን ትውፍዮ?
እዋእ ካብዚ ሃገርን ህዝብን ንላዕሊ ድውፈ ነገር ኣሎ ይብልኒ።
ኮሚሽን ባህልን ስፖርትን ኤርትራ ንክብሪ ኣትሌት ግርማይ ገብረስላሰ ሎሚ ቅድሚ ቀትሪ ኣብ ስታድዩም ኣስመራ ድሙቕ ጽምብል ኣካይዱ ነይሩ። ክቡራት ተዓዘብቲ ጽባሕ ኣብ ናይ ትንታነ ስፖርት መደብና ምስ ኣትሌት ግርማይ ገብረስላሰ ሰፊሕ ዕላል ክህልወና ምዃኑ በዚ ኣጋጣሚ እዚ ንሕብር።
ኣመሓዳሪ ዞባ ማእከል ኣብ ቅድድም ብሽክለታ ዙር ቡርኪናፋሶ ተሳቲፎም ዓወት ንዘመዝገቡ ስፖርታውያን ተቐቢሉ ኣተባቢዕዎም። ኣመሓዳሪ ዞባ ማእከል ሜጀር ጀነራል ሮምዳን ዑስማን ኣውልያይ፣ ኣብቲ ካብ ዕስራን ሸውዓተን ጥቅምቲ ክሳብ ሽዱሽተ ሕዳር ንሃገር ወኪሎም ኣብ ቅድድም ብሽክለታ ተሳቲፎም ዝተፈላለየ ዓወታት ጨቢጦም ዝተመልሱ ተቐዳደምቲ ብሽክለታ ኤርትልን ሰንበልን ትማሊ ኣብ ቤት ጽሕፈቱ ተቐቢሉ ብምዝራብ ኣተባቢዕዎም። ኣብቲ ኣጋጣሚ ሜጀር ጀነራል ሮምዳን ዑስማን ኣውልያይ፣ ኤርትራ ኣብ ዝተፈላለየ ዓውድታት ስፖርት እተመዝግቦ ዘሎ ዓወታት ብቐሊሉ ከምዘይርኣ ብምሕባር፣ ሕጂ እውን ብብዝሒ ስፖርታውያን ንምፍራይ ሓያል ጻዕርታት ይካየድ ምህላዉ ብምግላጽ፣ እቶም ስሞምን ስም ሃገሮምን ዘስመዩ ስፖርታውያን እንቋዕ ሓጎሰኩም ድሕሪ ምባል፣ በዚ ተረኺቡ ዘሎ ዓወት ከይተዛነዩ ዝያዳ ስራሕ ከምዝጽበዮም ብምዝኽኻር፣ ዞባ ዘድሊ ሓገዛት ብምግባር ኣብ ጎድኖም ከምዘሎ ገሊጹሎም። እቶም ዕውታት ስፖርታውያን ብወገኖም፣ ሳላ መንግስትን ክለባቶምን ዝተገብረሎም ሓያል ውፍታት ሰንደቕ ዕላማ ሃገሮም ብዓወት ከንበልብሉ ከም ዝኸኣሉ ድሕሪ ምግላጽ፣ ኣብ ኩሉ'ቲ ዘካይድዎ ንጥፈታት ስፖርት ሓገዛት መንግስትን ክለባትን ኣፍቀርቲ ስፖርትን ከም ዘይፍለዮም ገሊጾም። ኣብቲ ዓሰርተ ሰለስተ ሃገራት ዝተሳተፍኦ ዝተኻየደ ቅድድም ብሽክለታ ዙር ቡርኪናፋሶ፣ ኤርትራ ሽዱሽተ ስፖርታውያን ብምስታፍ ኣብ ዝተኻየደ ሽዱሽተ ናይ መድረኽ ውድድራት ቀዳመይቲ ብምውጻእ ዓባይ ዋንጫ ክትዓትር እንከላ፣ ቀጠልያ ማልያ ኣብ ናይ ትሕቲ ዕድመ ውድድር ጻዕዳ ማልያ ብሓፈሻ ትሽዓተ ዋናጩ ዓቲራ'ያ ናብ ሃገራ ተመሊሳ።